ካናዳ ሎሚ ሓደ ካብቲ ኣብ ታሪኻ ዝኸፍአ ናይ ቤት ትምህርቲ ተኹሲ ተናዊጻ ትርከብ። እዚ ኣብ ሰሜናዊ ምብራቕ ብሪቲሽ ኮሎምቢያ ዘጋጠመ ኣብ ሓንቲ ንእሽተይ ከተማ ታምበር ሪጅ ዝተባሃለት ብዙሕ ዜና ተረቢጻ እያ ዘላ። ዓለም ድማ ናይ ዘሕዝን ጉዳይ መልሲ ትጽበላ። እዚ ጉዳይ ግን እንታይ እዩ? እዚ ኣብ ታምበር ሪጅ ዘጋጠመ ቅልውላው ዘዳለናዮ ፍሉይ ጸብጻብ ስለ ዘሎ ብሰናይ ተኸታተሉ። እዚ ዘሕዝን ፍጻሜ ከምዚ ኣብ ቪድዮ ትዕዘብዎ ዘለኹም ኩሉ ዝጀመረ ትማሊ ካብ ከባቢ ሰዓት ሓደን ዕስራን ድሕሪ ቀትሪ ኣቢሉ ይኸውን። ፖሊስ ካናዳ ማለት RCMP ሓንቲ ዕጥቕቲ ሰብ ናብ ቤት ትምህርቲ ታምበርሪጅ ሰከንደሪ ስኩል ከም ዝኣተወትን ኣብኡ ድማ ህጹጽ ጻውዒት ከም ዝበጽሖምን ኣብቲ ቤት ትምህርቲ 160 ተምሃሮ ጥራይ ዘለዋ ንእሽተይ ቦታ እያ ነይራ። ኣብዚ ቦታ እዚ ፖሊስ ኣብ ውሽጢ ክልተ ደቂቕ ናብቲ ቦታ እኳ እንተበጽሑ እቲ መጥቃዕቲ ክግን ድሮ ተፈጺሙ እዩ ነይሩ። እዚ ከመይ ዝኣመሰለ መጥቃዕቲ እዩ ንዝብል ሕቶ ከምዚ ትርእይዎ ዘለኹም ሓንቲ ዕጥቕቲ ናብ ቤት ትምህርቲ ኣትያ ብቕጽበት ተኹሲ ስለ ዝጀመረት ዓሰርተ ሰባት እያ ኣጥቂዓ። ብጣዕሚ ዘሕዝን እዩ። ዝሞቱ ሰባትን ጉድኣትን ብዝርዝር ክሳብ ሕጂ ካብቲ መጥቃዕቲ ዓሰርተ ሰባት ከም ዝሞቱ እዩ ተረጋጊጹ ዘሎ። ኣብ ውሽጢ እቲ ቤት ትምህርቲ ከኣ ናይ ሽዱሽተ ሰባት ሬሳ ተረኺቡ ኣሎ። ሻውዓይ ግዳይ ድማ ናብ ሆስፒታል ክውሰድ ከሎ እዩ ብቕጽበት ህይወቱ ሓሊፋ። ብጣዕሚ እዩ ዘሕዝን ኣብ ካናዳ ከምዚ ዓይነት ባህርያት ወይ ድማ ግብሪ ርኢና ኣይንፈልጥን ኢና ከም ብብዝሒ ኣብ ኣሜሪካ ስለ ዘጋጥም ኣብ ኣሜሪካ ዘጋጥም ኮይኑ ጥራይ ዝስምዓካ እንተኾነ ግን ኣብ ቤት ትምህርትታት እንተ ዝኾነ ተምሃሮ ደቅኹም ኣለኹም እንተሓቲትኩሞም ትሬኒን ይህብዎም እዮም ክጥንቀቑ ከም ዘለዎም ዝኾነ ዓይነት ከምዚ ሓደጋ ንከየጋጥም እንታይ ዓይነት ድሪል ይወስዱ ንሓደ ኣክቲቭ ሹተር እዮም ዝብልዎ ኣክቲቭ ሹተር ናብ ቤት ትምህርቲ እንተ ኣትዩ ብኸመይ ሂወቶም ከድሕኑ ይኽእሉ ኩሎም ተምሃሮ ትሬኒን ይወስዱ እዮም ደቅኹም ክትሓትዎም ትኽእሉ ኢኹም ብዛዕባ እዚ ዝበለፀ ሓበሬታ ክህልዎም ይኽእል እዩ እዚ ሓዘን ግን ኣብ ቤት ትምህርቲ ጥራይ ኣይኮነን ተሓፂሩ ዘሎ ፖሊስ ኣብቲ ጥቓ ቤት ትምህርቲ ከባቢ ዝርከብ ገዛ ክልተ ተወሳኺ ሬሳ እዮም ረኺቦም ዘለዉ። ሰበስልጣን እዚ ክልተ ቦታታት ብቐጥታ ዝተኣሳሰረ ምዃኑ ኣብቲ ዝወፀ ጸብጻብ ገሊጾም ኣለዉ። ስለዚ እዛ ናብ ቤት ትምህርቲ ኣትያ ንዓሰርተ ተምሃሮ ዝቐተለት እንደገና ክልተ ሰባት እውን ከም ዝቐተለት እዮም ዝገልጹ ዘለዉ። ብተወሳኺ እንተወሓደ 27 ሰባት ቆሲሎም ኣለዉ። ካብቲ መጥቃዕቲ ማለት እዩ። ካብዚኦም እቶም ክልተ ብኸቢድ ዝቖሰሉ ብሄሊኮፕተር ናብ ዓበይቲ ሆስፒታላት ተወሲዶም ኣለዉ። እዚ ኣብ ብሪቲሽ ኮሎምቢያ ስለ ዘጋጠመ ናብ ቫንኩቨር እዮም ወሲዶሞ። እሞ እዚ ኣስካሕካሕ ተግባር መን እዩ ፈጺሞ? እዚ ሕቶ እዚ ብዙሕ ትንታነታት ክወሃቦ ጸኒሑ ኣሎ። ፖሊስ ነታ ተኳሲት ጸሊም ጸጉሪ ዘለዋ ክዳን ዝተኸድነት ማለት ድረስ ዝገበረት ጸሊም ጸጉሪ ዘለዋ ጥራይ እዮም ኢሎም። ጾታ ኣይሓበሩን ባት ናይ ጓል ናይ ጓል ኣንስተይቲ ምዃና እዮም ኣለልዮም ኣለዉ ዝበሃል ነይሩ። እንተኾነ ግን ኣብ ጸብጻባት ካልእ እንተኣ ቸገርኩም ኣብ ዜና ብዙሕ እንተ ተኸታቲልኩም ትራንስጀንደር ምዃና እዮም ዝዛረቡ ዘለዉ ግን ካብ ፖሊስ ከምዚ ባዕሎም ዘውፅዎ ፀብፃብ ኣይኮነን ትራንስጀንደር ኣይበሉን ጥራይ ፀጉራ ፀሊም ድረስ ዝተኸድነት እዮም ኢሎም ግን ኣብዚ ካናዳ ከመይ ምዃኑ ሰብ ትፈልጡ ኢኹም ድላይካ ተኣመንቲ ኮንካ ነቲ ፆታ ተኣሚንካዮ ንስኻ ከም ምዃንካ ስለ ዝቕበልዎ ትራንስጀንደር ምዃና ግን ኣብ ሰለስተ ኣርባዕተ ዜናታት ዘርጊሖም ኣለዉ ስለዚ ክሳብ ብልክዕ ፖሊስ ዘውፅኦ ግን እዛ ዘረባ እዚኣ ከም ትንታነ ጌርና ክንሰግራ ኢና ንሳ እዛ ቀታሊት ኣብዚ መጥቃዕቲ ድሕሪ ምፍጻማ ንርእሳ ብጥይት እያ ቀቲላታ ኣብ ውሽጢ ቤት ትምህርቲ ሬሳ እዩ ተረኺቡ ፖሊስ መንነታ እኳ እንተፈለጡ ክሳብ ሕጂ ግን ስማ ስለምንታይ ነዚ ሽግር እዚ ነዚ መጥቃዕቲ ከም ዝፈጸመት ንህዝቢ ኣይገለጹን ኣለዉ መርማሪ ኣብ ታሪኻን ዲጂታላውን ፈታታን ከም በዓል ሶሻል ሚድያ ፌስቡክ ኢንስታግራም ብምእታው መልሲ ይደልዩ ኣለዉ ማለት እንታይ እቲ ኣጀንዳ ንምንታይ እያ ካብ ምንታይ ተበጊሰ እያ ነዚ መጥቃዕቲ ፈፂማቶ ፖለቲካዊ ድዩ ናይ እምነት ድዩ እንታይ እቲ ፀገም ክፈልጡ ብዙሕ መፅናዕቲ የካይዱ ኣለዉ ትሪእዎ ኣለኹም እዚ ቪድዮ ብጣዕሚ ደስ ካሕግሐ ናይ መንግስቲ ግብረ መልሲ ከመይ ነይሩ ፖለቲካዊ ግብረ መልሲ እኮ ኣዝዩ ቅልጡፍ እዩ ነይሩ ንኣብነት ኣብ ትዊተር እንተ ተኸታቲልኩም ቀዳማይ ሚኒስተር ማርካርኒ ኣብ ጀርመን ክገብሮ ናይ ስራሕ ዑደት መዲቡ ነይሩ እንተኾነ ግን ነዚ ናይ ስራሕ ዑደት በዚ ዘጋጠመ ከቢድ መጥቃዕቲ ኣብ ቤት ትምህርቲ ማለት እዩ ንሙሉእ ካናዳ ሰንቢዩ ስለ ዘሎ እቲ ዑደቱ ሰሪዝዎ እዩ ዘሎ ብቐጥታ ከዓ ምስዚ ብሰንኪ ዘጋጠመ ማለት እዩ ካብ ኦታዋ ኣብ ዝሃቦ መግለጺ ከኣ እቲ ኩነታት ልቡ ከም ዝተሰብረን ናይ ህንዲ ቀዳማይ ሚኒስተር ናረንዲ ሞዲ እውን ነቲ ተግባር ዘስካሕክሕ ክብል እዩ ገሊጽዎ ሕጂ እቲ ዓብዪ ብድሆ እንታይ እዩ እዚ መዝቃዕቲ እዚ ኣብ ካናዳ ዓብዪ ክትዕ መሊሱ ኣሎ ካናዳ ብርቱዕ ናይ ብረት ቁፅፅር ሕጊ እኳ እንተሃለዋ ኣብ ኣሜሪካ ግን ብኢደ ዋኒን ዝኣቱ ዘይሕጋዊ ኣፅዋር ገና ዓብ ፀገም ኮይኑ ይቕፅል ኣሎ ኣብ መወዳእታ ዓመታት ጸብጻባት ከም ዘርእይዎ ኣብ ካናዳ ገበን ዝውዕሉ ዳርጋ 88 ካብ ሚእቲ ኣጽዋር ካብ ኣሜሪካ ብኮንትሮባንድ ከም ዝኣትዩ ዝግለጽ ትፈልጡ ኢኹም ብግዜ ፕራይም ሚኒስተር ቅድሚ ማርካርኒ ጃስቶን ትሩዶ ከሎ ናይ ባይባክ ዝበሃል ፕሮግራም ኣውፅኦም ነይሮም እዚ ባይባክ ፕሮግራም እንታይ ነይሩ ብቐጥታ እዚ ኩሉ ኣብ ማርኬት ዝውዕል ሽጉጥ ወይ ድማ ሃንድ ጋንስ ዝብልዎ ኣይፍቀድን ኢሎም ነይሮም ሕጂ ብልክዕ እንታይ እንታይ ጠያይቶም ከልኪሎም እዚ ክብለኩም ኣይክእልን እየ ግን ባይ ባክ ፕሮግራም ነይሩ ሓደ ሰብ ጠበንጃ እንተ ኣለዎ እቲ ጠበንጁ ናብ መንግስቲ ኮይዱ ይሸጠሎም እቲ መንግስቲስ በዓሉ ይገዝኦ ኣሎ ማለት እዩ ብዙሓት ሰባት ከዓ ነቲ ጣቶም ጠበንጃታት መሊሶም እዮም ግን ዘይመለሱ ኣለዉ እሱ ይኮነን ግን እቲ ፀገም እቲ ፀገም እንታይ ኮይኑ ዘሎ ብኮንትሮባንድ ዝኣቱ ዘሎ ካብ ኣሜሪካ ግን ጌና ጌና ብጣዕሚ እዩ ንሰብ ኣሸጊሩ ዘሎ ምክንያቱ ክንደይ ኣለዉ ጠበንጃ ደለዎም ገበነኛ ኢኻ ጠበንዳ ጨበንጃ ክሕዝ ከሎ ደሰክፈካ እምበር ሓደ ሲቪልያን ንውሕስነቱ ኢሉ ሽጉጥ ክሕዝ ከሎ ኣየሰክፍን እዩ በትሪ በቲ ግን ሽጉጥ መሓዝ ኣብ ካናዳ ክልኩል እዮም ገይሮሞ ዘለዉ ኣብ መጨረሻ ከዓ ኣብ ታምብለር ሪጅ 2400 ህዝቢ ጥራይ ዘለዋ ንእሽቲ ከተማ ምዃና ክገልጸልኩም ይፈቱ ኩሉ ሰብ ዳርጋ ንኩሉ ሰብ ይፈልጦ እዩ ነንሕዶምሲ ይፋለጡ እዮም እዚ በሰላ እዚ ንዘመናት ክዝከር ምዃኑ እዮም ዝገልጹ ዘለዉ ስም ናይ ግዳያት ተገሊጹ ብተወሳኺ ሓበሬታታት ከነቕርበልኩም ኢና ክሳብ ሕጂ ግን ብዙሕ ዝወፀ ኣሽማት የለን ገለ ካብቲ ዝወፀ ቪድዮ ብድምፂ ከስማዓኩም ኢና ክሳብ ሽዑ ግን ብዝግባእ ትምህርቲ ንደቅኹም ብዛዕባ እዚ ብሓፂሩ ክትፈልጡ እንተ ደሊኹም ንደቅኹም ሕተትዎም ኣብ ቤት ትምህርቲ እንታይ ዓይነት ድሪል ይህብኹም እንታይ ዓይነት ትምህርቲ ይምህርኹም ብዛዕባ ሓደ ኣክቲቭ ሹተር መፅኡ ከጥቅዕ እንተ ፈቲኑስ እንታይ እንታይ እንታይ እንታይ ናይ ሴፍቲ ክትገብሩ ኣለኩም ከመይ እቲ ድሪል ኢልኩም ሕተትዎም ኣብ ካናዳ ተምሃሮ ደቅኹም ተለኹም ክነግርኹም እዮም እንታይ ዓይነት ትምህርቲ ይምህሮ ዋላ ኣሜሪካ ኣክቲቭ ሹተር ናብ ትምህርቲ እንተ ኣትዩ ስታይ ክትገብር ኣለካ ብኸመይ ክትጥንቀቕ ኣለካ እንታይ ዓይነት ሴፍቲ ሜር ኣሎ እዚ ኣገዳሲ እዩ ምክንያቱ ካናዳ ክሳዕ ንነብር ዘለና እዚ ሲስተም እዚ ክንፈልጦ ኣለና እንታይ ዓይነት ሽግር ደቅና የጋጥሞም ኣሎ ክትፈልጡ ኣለኩም ምክንያቱ እዚ ጆክ ኣይኮነን ዋላ ሕጂ ኣብ ብሪትሽ ኮሎምቢያ ተጋጠመ እዚ ኣብ ኣልበርታ ከጋጥም ይኽእል ኣብ ሰስካችዋን ከጋጥም ይኽእል ኣብ ካናዳ ክሳብ ዘለና ሲ ኣብ ዝኾነ ከባቢ ከጋጥም ይኽእል ነይሩ እዩ ብጣዕሚ ደሰንብድ ግን ምፍላጥ ፅቡቅ እዩ ምጥንቃቅ ፅቡቅ እዩ እግዚኣብሔር ካብ ከምዚ ዓይነት የድሕነና እናበልኩ ብተወሳኺ ከምዚ ዓይነት ፀብፃብ ኣብ ዝወፃሉ ግን ኣብ እዛ ቻነል እዚኣ ሰብስክራይብ ምግባር ኣይትረስዑ ምክንያቱ ከውፅኣልኩም እየ ክነግረኩም እየ ብቕልጡፍቲ ሓበሬታ ከኣ ከነምጾ ኢና ብዝኾነ ሕጂ እቲ ቪድዮ ብልክዕ በብሓደ ከርእየኩም እየ እታ ቪድዮ ሰናይ ምክትታል Um, there is a report of an active shooter

ካልኦት እቶም ሓደ ክሪቲካሊ ዝተጎድኦ ቆልዓ ከዓ ብኤርፕሌን ናብ ቫንኩቨር ከም ድኸደ ዝገልጽ እዩ ስለዚ ኩሉ እቲ ዝሓበርኩም ጸብጻብ ካብ ሓደ ካብ መጀመርታ ክሳዕ መወዳእታ እዮም ዝገልጽዎ ዘለዉ ብዝኾነ ናይ ሎም መዓልቲ መደብና እዚ ዘስካሕክሕ መደብ ስለ ዝነበረ ብጣዕሚ እዩ ዝሕዝን እንተኾነ ግን ክትፈልጥዎ ስለ ዘለኩም ዜና ካናዳ ነዚ ይመስል ኣብ ቀጻሊ ብካልእ መደብ ክሳብ ንራኸብ ሰብስክራይብ ኣይትረስዑ ሰናይ ቅነ Cars